ብደብረፅዮን ዝምራሕ መንግስቲ ትግራይ ንስራሕተኛታቱ ሓዱሽ ትእዛዝ ኣውሪዱ ኣሎ። ኣብ ቀረባ እዋን መቐለ ለቒቕና ክንወፅእ ስለንኽእል ተዳለዉ ዝብል ጥቡቕ መምርሒ ንሰራሕተኛታት ቤት ፅሕፈት መንግስቲ ትግራይ ከምዝተውሃበ ተገሊፁ። ኣብ ቀረባ እዋን መቐለ ለቒቕና ክንወፅእ ስለንኽእል ካብ ሕዚ ጀሚርኩም ምሉእ ምድላው ግበሩ ዝብል መምርሒ ስርዓት ኣብ ሸረሪና ዝተገብረ ወተሃደራዊ መጥቃዕቲ ንስምምዕ ሰላም ፕሪቶርያ ብወግዒ ሓመድ ድበልቢስዎ ኣሎ። ስምምዕ ሰላም ፕሪቶርያ ካብ መጀመርትኡ ጀሚሩ ብመዋቕራዊ ሕማም ክሳቐ ድሕሪ ምጽናሕ ኣብ ሸረሪና እዩ ሓመድ ድበለቢሱ። ደብዳብ ድሮን ከም ዝተፈጸመ ተሓቢሩ። ኣብ ወረዳ እንደርታ ጣብያ ቀዳማይ ወያነ መጥቃዕቲ ድሮን ከምዝተፈፀመን ከበድቲ መሳርሕታት ከምዝዓነወን ተገሊፁ። ሎሚ ረፋድ ሰዓት ሰለስተን ፈረቓን ኣቢሉ ኣብ ወረዳ እንደርታ ጣብያ ቀዳማይ። ሰላም ሰላም ከመይ ትጸንሑ ክቡራት ተኸታተልቲ ንኹሉኹም ኤርትራውያን ተጋሩን ኣሕዋትና በብዘለኹሞ ሰላምን ራህዋን እንዳተመነኹልኩም ሎሚ ድማ ኣብ ማሕበራዊ ሚድያ ክዘዋወሩ ካብ ዝውዓሉ ኣዝዮም መዘራርብቲ ዝነበሩ ዛዕባታት እተን ዝተመረጻ ሒዘልኹም ቐሪበ ኣለኹ ክቡራት ተኸታተልቲ ምጅማርኹም ግን ላይክን ሰብስክራይብን ምግባር ከይትርስዑ ዕዝም ብምባል ናብ ዝቅጽል ናብ ዛይ ስታሊን ቪድዮና ንቀጽል። ሎሚ ውን ሳላ ጸረ ድሮን እዩ ዘይደገመት ተሪፋ ናልባሽ ሕጂ ውን ተንዣብብ ትህሉ ሓዱሽ ነገር እንተሃልዩ ብደንቢ ኣብዴት ክንገብረኩም ኢና ኣብ መረዋ ኣብ ዝሓለፈ ኣርባዕተ ግዜ እያ ደብዲባ። ዓሰርተ ክልተ ግዜ ክድብድብ እዩ ተሓሲቡ ነይሩ። ፀረ ድሮን ኣይተተኮሰን ከዓ በሉና። ሓንቲ ክትትኩስ ኢላ ኣይትመፅን። ክደጋግም ፀረ ድሮን ከም ዘሎ ነዚኣተን እውን ቴስት ንምግባር ክኸውን ይኽእል እዩ ኣብ ማእኸል ህዝቢ እንዳኣተወ ዝወቅዕ ዘሎ ፀረ ድሮን ግን ሚእቲ ፐርሰንት መድሕን ኮይኑ ክኸደካ ኣይኽእልን። ናብ ዓዲ መጺኤን ክትኩሳ እንተኽኢለን ሓደጋ ኣሎ። እቲ ቁምቡላ ንምንታይ ሰብ መሬትና ይወድቕ? ከም ዕድል ጉድኣት ኣየብጽሐን። ጸረ ድሮን ምህላው እውን ክንደይናይ ዝኣክል ረብሓ ምዃኑ ርኢኹሞ ኢኹም። ነቲ ህዝቢ ኣድሒንዎ ኢለ እየ ዝኣምን ኣነ። ጸረ ድሮን ዘትረፎ ጸረ ድሮን ዘድሓኖ ብሓይሊ ፈጣሪ እውን ዝደሓነ ህዝቢ እምበር ህዝቢ ክወቅዕ እዩ መጺኡ። እቲ ናይ ምዕራብ ትግራይን ብፀለምትን ብሰቖጣን ብቆቦን ካብ ቆቦ እስካዕ ምዕራብ ትግራይ ተዘርጊሑ ዘሎ ሓይሊ ናይ ኣምሓራ መንእሰይ ተጠቒሙ ኣብ መንጎ ኣምሓራን ትግራይን ኣፈላላይ ክፈጥር ይኸይድ ከም ዘሎ እቲ ፀላኢ በፂሑናዮ ኣለና። ትማሊ ዘቕረብናልኩም ሓንቲ መረዳእታ ነይራ። እዚኣ ብደንቢ ክትሰምዑኒ እደሊ እየ። ብፍላይ ብፍላይ በምሓርኛን ብትግርኛን ዝሰርሕ ሚድያ እውን እዚ መረዳእታ እዚ ብደንቢ ይገንዘቦ እሞ ድሕሪኡ ክንሰርሖ ዝግብኣና ክንሰርሕ ብግዜ ክንሰርሕ ምእንታን ክሕግዘና እዩ ዝብል እምነት ስለ ዘለኒ እዩ። እዚኣ ትማሊ ከርእየኩም ከለኹ እቱ ብቅድሚት ዝኒሄ ናይ ኣምሓራ ክልል ፖሊስ ኮሚሽን ኮሚሽነር ዝነበረ እዩ ዘልኣለም መንግስቴ ይበሃል። ዶክተር ዘልኣለም መንግስቴ መጋቢት 19/2017 ካብ ፌደራል ፖሊስ ኮሚሽን ምክትልነት ስልጣኑ ናብ ኣምሓራ ክልል ፖሊስ ኮሚሽነርነት ይኸይዱ። ናይ ኣምሓራ ክልል የኣማራ ክልል ፖሊስ መምርያ ተባሂሉ ምስ ተሰየመ እውን ጠቅላይ ኣዛዥ ተባሂሉ ተቐሚጡ ነይሩ ሓንቲ ዓመትን ገለ ዋርሕን ካብ መጋቢት እስካዕ ሕዘብ ዘለዋ ማለት እዩ እዩ ሰሪሑ ዘሎ ኣብ ሓደ ዓመትን ገለ ዋርሕን ቦቲ ብድሕሪ እዩ ዝኒሄ ሌትናንት ጀነራል እዩ ንሙሉእ ጀነራልነት ሓንቲ ደረጃ ዝተረፈታ ማለት እያ ሌትናንት ጀነራልነት ማለት ድሮን መንግስቲ ብልጽግና ሎሚ ዕለት ዓሰርተ ክልተ ወርሒ ዓሰርተ ክልተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ወረዳ እንደርታ ጣብያ ቀዳማይ ወያና ፍሉይ ቦታ ድንዴራ ደብዳብ ፈጺማ ኣላ። በቲ ዝተፈጸመ ደብዳብ እስካብ ዛጊድ ዝበጽሐ ጉድኣት ግን ኣይነጸረን። ደብዳብ ድሮን ተኻይዱ መንግስቲ ኢትዮጵያ ሎሚ ዓሰርተ ክልተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ወረዳ ሰብዓ እንደርታ ጣብያ ቀዳማይ ወያነ ቁሸት ዳንዴራ ኣብ ናይ መሰልጠኒ ሓረስቶት ከባቢ ሰዓት ኣርባዕተ ፈረቓ ንግሆ ደብዳብ ድሮን ኣካይዱ ኣሎ ክብሉ ዋና ኣማሓዳሪ ዘባ ደቡብ ምብራቕ ትግራይ ኣይተ ክላሊ ሓጋዚ ኣብ ገፅ ፌስቡኮም ሓቢሮም ኣለው። በቲ ደብዳብ ድሮን ኣብ ሰብ ይኹን ኣብ ንብረት ዝበፅሕ ሓደጋ ከምዘየለ ብምግላፅ ኣብ ህዝብን ሰራዊትን ሓደጋ ከይበፅሕ ግቡእ ጥንቃቐ ክግበር ድማ ኣተሓሳሲቦም እዮም። ካብዚ ሓይሊ እዚ ሰላም ምፅባይ ማለት፣ ካብ ናይ ተመን እንቁላሊሕ ርግቢት ከም ምውፃእ ተገይሩ እዩ ክረእ ዘሎ። ኣብ ዶባት ትግራይ ሰብዓ ሰማንያ ሚእታዊ ዝኸውን ናይ ኢትዮጵያ ሰራዊት ኣሎ ዝበልናዮ እዚ ናብ ትግራይ ዝኣተወሉ ዕድል እንተተፈጢሩ ብርሰት ዝብል እውን ዘይክገልፆ ይኽእል እዩ። እቲ ጥፍኣት ከቢድ እዩ ስለዚ እንታይ ኣታ መዋፅእ እዚኣ እታ ካልኣይቲ ሜሳ መሰረታዊት ጉዳይ ምይት ተድልያ እንታይ እያ እታ መዋፅእ ካብዛ ሕዚ ነተ ሽግር ክንወፅእ እንድሕር ኮይንና ኣብ መንጎ ድሕነትን ብርሰትን ዘላ ኣማራጺ ብድሕነት ተኪእና ክንወጽእ እንድሕር ኮይንና ቀጻሊ ህልውናና ክነረጋግጽ እንተኾይና ብሰላም ክንነብር ኢልና ካብታ ናይ መጀመርያ ስልጣን ዝሓዘላ ናይ ክልተ ዓመትን ፈረቓን ድሕሪኡ ኣብ ርእሴና ኣብ ዝኣወጆ ናይ ፅንተት ወራርን ኩናትን ኣብ ፈለምኡ ኣብ ማእኸሉ ኣብ መወዳእቱ ድሕሪኡ ናይ ፕሪቶርያ ስምምዕነት ምስ ተገብረ፣ ህዝቢ ትግራይ ውድብ ህወሓትን ኣብ ዘየቋርፅ ናይ ሰላም ፃውዒትን ፃዕርን እዮም ፀኒሖም። ዘቋርፅሉ ነገር የለን። ሕጂ እውን እንተኾነ ንናይ ሰላም መንገዲ ክፉታት እዮም። ነገር ግን እዚ ሕጂ ሕልሚ እናኾነ እዩ ዝኸይድ ዘሎ። ናይ ሕልሚ ሰላም እንተዘይኮይኑ ዝትግበር ሰላም ዝመጽእ ኣይኮነን። እዚ ሓይሊ እዚ ፍጹም ጸረ ሰላም እዩ። ካብ ኲናት ወጻኢ ክነብር ዘይኽእል ሓይሊ እዩ። ዝሓለፈ ሸሞንተ ዓመት ንሱ እዩ ዘርእየና ዘሎ። ኣብ ዝሓለፈ ሸሞንተ ዓመት ኣብ ኦሮምያ፣ ኣብ ኣምሓራ፣ ኣብ ቤንሻንጉል፣ ኣብ ጋምቤላ፣ ኣብ ካልእ ዝገብሮ ዘሎ ኩናት ደንበኛ መርኣይ እዩ። እዚ እውን ኣይኣኸሎን ናይ ቀይሕ ባሕሪ ዝበሃል ኣጀንዳ ወሲኹ ድማ እንደገና ምስ ሃገራት ክዋጋእ እውን እዩ ዝንቀሳቐስ ዘሎ ስለዚ ካብዚ ሓይሊ እዚ ሰላም ምፅባይ ማለት ካብ ናይ ተመን እንቁላሊሕ ርግቢት ከም ምውፃእ ተገይሩ ክረአ ዘሎ ህዝቢ ትግራይ ከዓ ኣብዚ መዳይ እዚ ዘናስሕ ዘጣዕስ ነገር ኣይገበረን ካብቲ ወራር ንድሓር እኳ ሻድሻይ ዓመቱ እዩ ሰላም ዝብል ፍለይ ይፈልጥን
ሰላም ጤና ይስጥልኝ ክቡራት ተመልካቾቻችን እንደምን ቆያችሁ። ዛራ ሚዲያ ኔትወርክ ለመከታተል ላይ የምትገኙት ከዋሽንግተን ዲሲ ዋና ስቱዲዮችን ወቅታዊ ጉዳይ ዝግጅታችን አሁን ጀምረናል። አብራችሁ ብዙ ቆዩ እንጋብዛለን። ሰራዊት ናይ ኢትዮጵያ ኣብ ካብ ቆቦ እስካዕ ምዕራብ ትግራይ ኣብ ዘሎ ሰለስተ እዚ ጥራሕ እየን ክኾና ካብተን ሸሞንተ ተን ሓሙሽተ ብላዕላይ ተን ሰለስተ ብታሕታይ ይኾና ኣለዋ ማለት ተን ሰለስተ መን እየን መሓመድ ተሰማ ናይ ብርሃኑ በቀለን ናይ ትዕሱብ ትግራዋይ ጀነራል ኣማረ ባህታን ኣማረ ባህታ ኣብ ሕልናኹም ሓዝዎ መናእሰይ ትግራይ ህፃውንተ ትግራይ እውን ኣማረ ባህታ ዝበሃል ባንዳ ካብተን ዓሰርተ ክልተ እዚ ናይ ኢትዮጵያ ሓንቲ እዚ ዝእዝዝ እዩ ምዕራብ እዚ ትበሃል ዝእዝዝ እዩ ኣብ ዝሓለፈ ሓቱ ክወቅዕ ዝኣተወ ንሱ እዩ ኣማረ ባህታ እዩ ናይ ኣማረ ባህታ ማጆሪቲ ናይቱ ዝኣተወ ሰራዊት ናይ ኣማረ ባህታ እዩ ዕሱባት ኮሎኔላት እውን ኣለዉ በዓል ተካ ገለመለ ዝብሉ ተካል ወዲ ተካል ኣለዉ ኢለኩም እዩ ገሊኦም ኢዶም ዝሃቡ ሻለቃታት ውን ኣለው ናበይ ገጾም እዮም ኢዶም ሂቦም ኦረዲ ኣብ ዝሓለፈ ስለ ዝነገርናኩም ኣይደግሞን ተዋና ሕዚ ንምንታይ ዳ እዮም እዞም ሰባት እዚኦም ተቀያይሮም ተልኩም ብጀነራል ክእዘዝ ክኽእል ኣለዎ ሰራዊት ናይ ኣምሓራ ሰራዊት ዝብለኩም ዘለኹ እቲ ናይ ፖሊስ ናይ ምልሻ ናይ ኣድማ ብተና ገለ ዝበሃል ብጀነራል ክእዘዝ ክኽእል ኣለዎ ምስ ሰራዊት ምንባብ ክህሉ ምእንታን ብወታደራዊ ኣዛዝ ክእዘዝ ክኽእል ኣለዎ ተባሂሉ ዝቕየር ዘሎ እዚ እዩ ህዝቢ ኣምሓራ ከስተውዕል ዘለዎ ሕዚ ማለት እዩ እንታይ እዩ ክገብር ሰብኣይ እዚ መናእሰይ የሰልጢኑ ናብ ፖሊስ ናብ ምልሻ ናብ ገለ ገይሩ ወታደራዊ ዓይነት እዚ ኮይኑ ምስ ሰራዊት ኢትዮጵያ እናተናበበ ካብ ቆቦ እስካዕ ምዕራብ ትግራይ ኣብ ዘሎ ደም ከፋስስ እዩ መፅኡ ዝኒሀ ሓዝዎ እዚ እውን ብታሪክ ደረጃ ክፀሓፍ ክኽእል ኣሎ እዚ እዩ መፅኡ እኒሀ ትሹምሽር ሰው ኢለ ይመስለኩም እቲ ሰብኣይ መሊሶም ኣለዉ ኦረዲ ተጠርጢሩ እዩ ተናዒቑ እውን እዩ። እዝስ ወታደራዊ እዝ ስለ ዝኾነ ንደሊ ንስኻ ፖሊስ ኮሚሽነር ኢኻ ነርካ እቲ ዓቕሚ እውን የለን ንጥርጥረካ እውን ኢና ፌይለራት እውን ኣጋጢሞም እዮም እዞም ሕዚ ዘጋጠሙ ውድቀታት ክሽፍን ዝኽእል ምስ ሰራዊት ኢትዮጵያ ክናበብ ዝኽእል ኣዛዝ ሰራዊት ኢና ንሰድድ እምበር ንስኻ ኣይትኾነን ኢሎም እዮም ወሲዶሞ ዘለዉ ደጊሙ ተመሊሱ ናብታ ዝነበራ ምክትል ናይ ፖሊስ ኮምሽነርነት ኣትዩ ኣሎ ዘልኣለም መንግስቲ። ሌትናንት ጀነራል ጥጋቡ ይልማ ቀይርዎ ኣሎ። ላዕለዎት ኣመራርሓ ህወሓት ህፁፅ ሚስጥራዊ ኣኼባ የካይዱ ከምዘለዉ ተገሊፁ። ላዕለዎት ኣመራርሓ ህወሓት ኣብ ናይሮቢ ኣብ ዝካየድ ድርድር ኣመልኪቱ ህፁፅ ሚስጥራዊ ኣኼባ የካይድ ኣሎ። ዶክተር ደብረፅዮን፣ መንጆርኞን ኣማንኤልን ምስ ናይ ወታደራዊ ክንፊ ኣመራርሓታት ፍስሃ ማንጁስን ወዲእምበይተይን ብምዃን ህፁፅ ሚስጥራዊ ኣኼባ ተቐሚጦም ኣለዉ። እቲ ሚስጥራዊ ኣኼባ ኣብ ዝመፅእ ሰሙን ኣብ ናይሮቢ ኬንያ ክካየድ ይሕሰብ ብዘሎ ድርድር ዘተኮረ እዩ። ኣብ ውሽጥን ወጻእን ካብ ዘጋጠሙ ፖለቲካውን ወታደራውን ወጥሪ ንምውጻእ ነቲ ድርድር ከም መወዳእታ ናይ መዋጽኦ ኣማራጺ ንምጥቃም ይሕሰብ ከምዘሎ ተሓቢሩ። ካብ ዝተፈላለዩ ምንጭታት ዝወጹ ዘለዉ ሓብሬታታት ከምዝሕብርዎ፣ ላዕለዎት ኣመራርሓ ህወሓት ኣብዚ ሕዚ እዋን ህጹጽ ወታደራዊ ኣኼባ ተቐሚጦም ይርከቡ። እቲ ኣኼባ ካብ ናይ ፖለቲካዊ ክንፊ ዶክተር ደብረጽዮን፣ መንጀሪኖን ኣማኒኤልን ዝተሳተፉ እንትኾኑ ካብ ናይ ወታደራዊ ክንፊ ድማ ጀነራል ፍስሃ ማንጁስን ወዲ እምበይተይን ተኣኪቦም ከምዘለዉ እቲ ዝበፅሐና ሓበሬታ የረድኦ። እዚ ዝካየድ ዘሎ ምስጢራዊ ኣኼባ ኣብ ዝመፅእ ሰሙን ኣብ ኬንያ ከተማ ናይሮቢ ክካየድ ንዝሕሰብ ኣብ ዝበሃል ዘሎ ናይ ድርድር መድረኽ ዘተኮረ እዩ። እቲ ውድብ ኣብ ውሽጥን ደጋውን ፖለቲካዊ ወተሃደራዊ ወጥሪ ኣትዩ ኣብ ዘለሉ እዋን፣ እቶም ኣመራርሓ ነቲ ዝካየድ ድርድር ከም መወዳእታ ናይ መማረጺ ወይ መዋጽኦ ኣማራጺ ገይሮም ንምጥቃም እናተኣከቡ ምዃኖም ተገሊጹ ኣሎ። ኡብደን ዝምራሕ መንግስቲ ትግራይ ንስራሕተኛታቱ ሓድሽ ትእዛዝ ኣውሪዱ ኣሎ። ኣብ ቀረባ እዋን መቐለ ለቒቕና ክንወፅእ ስለንኽእል ተዳለዉ ዝብል ጥቡቕ መምርሒ ንሰራሕተኛታት ቤት ፅሕፈት መንግስቲ ትግራይ ከምዝተውሃበ ተገሊፁ። ኣብ ቀረባ እዋን መቐለ ለቒቕና ክንወፅእ ስለንኽእል ካብ ሕዚ ጀሚርኩም ምሉእ ምድላው ግበሩ ዝብል መምርሒ ስራሕተኛታት ቤት ፅሕፈት መንግስቲ እውን ተመሓላሊፉ ኣሎ። በዚ ምኽንያት ድማ ቀለብ፣ ኣልባሳትን መድሓኒትን ዝከታተል ኮሚቴ ብህፁፅ ንክጣየሽ ዝኣዘዘ እቲ መምርሒ እቲ ትእዛዝ ብሚስጥር ንክተሓዝ እውን ተገሊፁ እዩ። እዚ ጥብቂ መምርሒ ዝተመሓላለፈ ብሓላፊ እቲ ቤት ፅሕፈት መንግስቲ ትግራይ ካሕሱን ሓላፊ ቢሮ ኢንቨስትመንት መቐለ ፀጋይ በየነን ኣብ ዝተፀውዐ ህፁፅ ኣኼባ ምዃኑ ድማ ተሓቢሩ እዩ። ኣብ ከተማ መቐለ ዘሎ ናይ ምምሕዳርን ፀጥታን ኩነታት ብዝተኣሳሰረ ብኣምሓርኛ ዝተዘርግሐ ዜና ሰፊሕ መዘራረቢ ኮይኑ ኣሎ። እቲ ዝወጸ ዜና ከም ዝሕብሮ፣ ኣብ ቀረባ እዋን መቐለ ለቒቕና ክንወጽእ ስለ ንኽእል፣ ካብ ሕዚ ጀሚርኩም ምሉእ ምድላው ግበሩ ዝብል መተሓሳሰቢ ንርእሰ መንግስቲ ቤት ጽሕፈት ሰራሕተኛታት ተመሓላሊፉ እዩ። እቲ መግለጺ ብተወሳኺ ሰራሕተኛታት ቀለብን ኣልባስን መድሓኒትን ዝከታተል ፍሉይ ኮሚቴ ብህጹጽ ንኽጣየሽ ዝኣዘዘ ኮይኑ፣ እዚ ዝተመሓላለፈ መምርሒ ብዝለዓለ ሚስጥር ንኽተሓዝ ብኣጽንኦት ከም ዝተኣዘዘ ተገሊጹ ኣሎ። ብወረዳ እንደርታ ኣብ ሸረሪና ዝተገብረ ወተሃደራዊ መጥቃዕቲ ንስምምዕ ሰላም ፕሪቶርያ ብወግዒ ሓመድ ድበልቢስዎ ኣሎ ስምምዕ ሰላም ፕሪቶርያ ካብ መጀመርትኡ ጀሚሩ ብመዋቕራዊ ሕማም ክሳቐ ድሕሪ ምጽናሕ ኣብ ሸረሪና እዩ ሓመድ ድበለቢሱ ድሕር ደጊም ስምምዕ ፕሪቶርያ ፖለቲካዊ ሕጋውነት ወይ ለጂትመሲ ኣጥፊኡ እዩ። በዚ ድማ እታ ንትግራይን መንግስቲ ኢትዮጵያን ተራኽብ ዝነበረት ፈትሊ ብዕሊ ተበቲኻ ኣላ። ተጋሩን ካልኦት ተቓወምቲ ሓይልታትን ግን እቲ ስምምዕ ጥራይ ዘይኮነስ እቲ ስርዓት እውን ምስቲ ዘፍረሶ ውዕል ክቕበር እዩ እዮም ዝብሉ ዘለዉ። ምስ ገዛእ ህዝቡ ብዙሕ መኣዝን ዘለዎ ናይ ኲናት ግንባራት ዝኸፈተ ስርዓት ክሰርር ወይ ክቕጽል ዝኽእለሉ ዕድል ጽልሙት እዩ። ሓደ መንግስቲ ኣብ ብዙሕ ግንባራት ብሓደ እዋን ክዋጋእ እንከሎ ናይ ምእላይን ናይ ምምራሕን ዓቕሙ ከም ዝደክም ንምፍላጡ ዘሸግር ኣይኮነን። ውግእ ሸረሪና ብብዙሕ መልክዓቱ ምድኻም ናይ ምውጋእ ዓቕሚ ሰራዊት መንግስቲ ዝሕብር እዩ። ፍጻመ ሸረሪና ናይ ፕሪቶርያ ውዕል ምስራዝ ጥራይ ዘይኮነ ንመጻኢ ህላወ ናይቲ ኣብ ኣዲስ ኣበባ ዘሎ ስርዓት ኣብ ዓብዪ ናይ ምህላውን ዘይምህላውን ፈተና ዝኣተወሉ ናይ ታሪኽ ምዕራፍ እዩ። ናብ ፕሪቶርያ ንመለስ። ኣነ እኳ ኣቐዲመ እውን ነጊረኩም ነይረ፣ ውዕል ችቸቶ እዩ ዝበሃል፣ ንምዝካሩ ዝኣክል። እቲ ቀንዲ ዋና እቲ ሕሰም ዝኾነ ህዝቢ ትግራይ ከም ገለ ኢሉ ከቕልብ እንተጀሚሩ እታ ፕሪቶርያ ትብል ጸባ ዘይብላ ችቸቶ ካብታ ሳንዱቕ ኣውጽኢካ ትውትፈሉ ኣኸለ። ውዕል ፕሪቶርያ ንህዝቢ ትግራይ ዝምልከት ውዕል ክነሱኸ ብባርኾት ሃመርን ኣብይን ዝስራሐሉ ምኽንያት እንታይ? ስለዚ ናብቲ ሓቀኛ መደምደምታ ክትመጽእ ውዕል ፕሪቶርያ የለን ሽዑ ተተርቢ እዩ። ኣብ ናይ ኣህጉራዊ ዝምድናታት፣ ናይ ምክልኻል ስትራተጂ ከምኡውን ኣህጉራዊ ሕጊ፣ ሓደ ሃገር ኣብ ልዕሊኡ ዘጋጥም ናይ ድሕነት ስግኣት ወይ ሴኩሪቲ ትረት ንምምካት ክወስዶ ዝኽእል ስጉምቲ ካብ ነዊሕ ክጽናዕን ክትንተንን ዝጸንሐ ጉዳይ እዩ። ኤርትራ ዝኾነ ስኽፍክፍ ዝብላ ስግኣት ንምእላይ ኣቐዲማ መጥቃዕቲ ክትፍጽም ሕጋዊ መሰል ነይርዋ። እዚ ኣቐዲምካ ምጥቃዕ ወይ ፕሪሚቲቭ ስትራይክ ተባሂሉ እዩ ዝግለጽ። ጸላኢኻ ከጥቅዓካ ምቹእ ግዜ ይጽበ ከም ዘሎ እንተፈሊጥካ፣ ዓቕሚ እንተለካ ኣብ ዝጥዕመካ ግዜን ቦታን ከተላድዶ እዩ ዘለካ። እቲ መጥቃዕቲ ኣብ ገዛእ መሬትካ ወይ ኣብ ልዕሊ ህዝብኻ ክሳብ ዝወርድ ዘጸቢ ምኽንያት የብልካን። ካልኣይ፣ ሓደ ሃገር ነቲ ስግኣት ካብ ምንጩ ከተድርቆ እንተኽኢላ ክትገብሮ እዩ ዘለዋ። ነቲ ስግኣት ምስ መጸካ ዘይኮነስ እንተኽኢልካ ከም መበገሲኡ ከተምክኖ እቲ ዝበለጸ ስትራተጂ እዩ። ሳልሳይ፣ ሓደ ሃገር ድሕነቱ ብዘተኣማምን ዘረጋግጸሉ ብልሓት ውጥን ጸላኢ ብምብታን እዩ። ደብዳብ ድሮን ከም ዝተፈጸመ ተሓቢሩ። ኣብ ወረዳ እንደርታ ጣብያ ቀዳማይ ወያነ መጥቃዕቲ ድሮን ከም ዝተፈጸመን ከበድቲ መሳርሕታት ከም ዝዓነዋን ተገሊጹ። ሎሚ ረፋድ ሰዓት ሰለስተን ፈረቓን ኣቢሉ ኣብ ወረዳ እንደርታ ጣብያ ቀዳማይ ወያነ ከባቢ ዳንዴራ ናይ ድሮን መጥቃዕቲ ተፈጺሙ። እቲ መጥቃዕቲ ትማሊ ምሸት ክራገፍ ኣብ ዝሓደረ ከበድቲ መሳርሕታትን ነተጉትን ዘተኮረ ኮይኑ፣ እቶም መሳርሕታት ሙሉእ ብሙሉእ ከምዝዓነዉ'ዩ ተሓቢሩ ዘሎ። ኣብ'ቲ ቦታ ዝነበሩ እግረኛ ሰራዊት'ውን በቲ ናይ ድሮን መጥቃዕቲ ከምዝተወቕዑን ካብ'ቲ ቦታ ዝወጽኡ ሓበሬታታት የረድኡ። ኣብዚ ሰሙን ኣብ ዝተፈላለዩ ከባብታት ትግራይ ኣብ ልዕሊ ስራዊት ደብዳብ ድሮን ከካይድ ዝቐነየ መንግስቲ ፌደራል ኣብ ከባቢ እንደርታ እውን ተመሳሳሊ መጥቃዕቲ ምፍፃሙ እዩ ተሓቢሩ። ካብ ወረዳ እንደርታ ዝወፁ ዘለዉ እዋናውን ሓበሬታታት ከምዝሕብርዎ ሎሚ ረፋድ ሰዓት ሰለስተን ፈረቓን ኣቢሉ ኣብ ጣብያ ቀዳማይ ወያነ ዳንዴር ዝበሃል ከባቢ ብፍሉይ ኸባቢ እንዳ ኣያና ብላታ ሃይለማርያም ረዳ ናይ ድሮን መጥቃዕቲ ተፈፂሙ ኣሎ። እቲ ናይ ድሮን መጥቃዕቲ ዝተፈጸመ ትማሊ ምሸት፣ ናብቲ ቦታ ተጓዒዙ ክራገፍ ኣብ ዝሓደረ ከበድቲ ወተሃደራዊ መሳርሕታትን ነቶጉትን ምዃኑ ተገሊጹ'ዩ። በቲ ዝተኸፈተ መጥቃዕቲ ድማ እቶም ኣብቲ ቦታ ዝነበሩ ከበድቲ መሳርሕታት ሙሉእ ሙሉእ ከምዝዓነዉ ካብቲ ቦታ ዝወጽኡ ሓበሬታታት የረድኡ። ብተወሳኺ እቲ ናይ ድሮን ደብዳብ ኣብ ዝተፈጸመሉ እዋን፣ ኣብቲ ቦታ ዝነበሩ ኣባላት እግረኛ ሰራዊት እውን ከመዝተወቕዑ ተገሊጹ። ነዚ ስዒቡ ኣብቲ ከባቢ ዘሎ ናይ ጸጥታ ኩነታት ተወሰኸ ዝበጽሐ ጉድኣት ብዝተኣሳሰረ ዝርዝር ሓበሬታ እናተጻረ ይርከብ። እምበኣርክስ ክቡራት ተኸታተልቲ ንሎሚ ዝበልክዎ መደባት ነዚ ይመስሉ ነይሮም። እንድሕር ደኣ እቲ ቪድዮ ፈቲኹምዎ ላይክ፣ ሸር፣ ሰብስክራይብ ምግባር ከይትርስዑ። ብቐጻሊ መደብ እስከ ንራኸብ ሰላም ኩኑ።